ኣበይ ዶ ደላ ናበይ ደለኻ? ሓደ ዓርከይ ኣብ ሓንቲ ጽቡቕ ትንቀሳቐስ እንዳ ጋራይ ስራሕ ረኺበልካ ኢለኒ እሞ ናብኡ እየ ብኡ ገይረ ከዓ ናብ ባባ ናብ ሆስፒታል ዋይ ኣንተ ኣቤል ወደይ ኣይ ሕጂ እንዲኻ ካብ ኣህዱኻ ንዕርፍቲ መጺኻ እም ሰሙን ከይዕረፍካስ ናብ ስራሕ ቁሩብ ዘይትዕርፍ ካብ ስራሕ ናብ ስራሕ ንዓ እንደ ንኽልተ ወርሒ እየ መጺ እቲ ዕረፍቲ እሞ ናበይ ከይገደኒ ዶ በል እሞ ታምኻ ገብርኤላ ደዊለላ ሞባይላ ኣብያትኒ ስለ ዘላሲ ገለ ኮይና ከይትኸውን ደሃ ግበር ኢኻ ትወደይ ዋ ማማ ንዓዲ ከይደ ዝደለያ ክገብር ዋይ መዓስ ዓዲ ኮይና ዘላ ኣብ ምኻድሃብ ተጸሊእዋሲ ኣብ ገዛ እያ ዘላ ስለዚ ናብ እንዳ ምኻድሃብ ኣላግስ ኣቢልካ ብኡ ጌርካ ትሪኣ ንገብርኤላ ከዓ እንታይ ደኣ ጠፊእኪ ማማየሲ ንጽባ ትብለክላ ትብላ ኣሃ
እሞ ሓቁ እዩ ሮቤል ሓወይ ደዊሉ ኣሞይ ገብርኤላ ኣሻርያ እያ ናይ ባባ ኣፍርክቡ እንዳበልናያስ ካብ ናይ ኣቦኹም ኣፍ ኣርክቡ ናይ ደሃብ ሓፍተይ ሕማም እዩ ዝዓጅበኒ ኢላ ናብኣ ከይዳ ተኸቲታ እያ ዝበለኒ። ኣይ ነዚኣ ዶ ወረ ረኺቡ ደው ኢሉ ነጊርካ? ሓቁ ንዓይ ንሓዉ ወደቦ ወደይ ድዩ ዘይነገረሲ ንመን ክነግር ደሊኺ? ግና ማማስ ኣሞይ ኤላስ ናብ ኣሞይ ደሃብ ኣዳልያ? ኣንታ ዓቕምኻ ዘይትዛረብ። ኢእ!
ሓቂ ኣባየ ናብራ ሃገረሰብ ተመንዩኒ በጃኺ ባሊላ ተማልእኒ እንዳበለት ክትደርፍን ንከተማ ገፀይ ክመፅእ ትብል ዝነበረትንሲ ኣብ ሞይ ድሃ ቆልዓ ስለ ዘይብላ ድኳናን ገዝኣን ክትወርስ ስለ ዝደለየት እኮ እያ እስከ ስቕ በል እዘ ዝብለካ ዘለኹ ጥራይ ግበር ዋእ
ብካልእ መንገዲ ጌረ እየ ዝኺድ ኣይጥዕመንን። እሞ ንዓይ ክትብል ተላ ግን ስለካ ካልእ እየ ዘለኹ። ኣንቲ ማማ ኣይጥዕመንን እየ ዝብለኪ ዘለኹ ድሓር ከኣ ንዳ ንዓኪ ክዱንጊ እየ ቻው ጥራይ። ሰቢሎሞ ሰቢሎሞ ሰቢሎሞ

ትማሊ ቀቅድሚ ምምጸእይ ከም ዝኸድኪ እኳ ባባ ነጊርኒ። ሓቅኻ እንዲኻ ትማሊ ተረኛ ስራሕ ስለ ዝሓደርኩ ብኡ ጌረ ድማ ሕጂ ናብዚ መጼ። ከመይ ገዲፍካዮ? ዋእ ካብ ትማሊ ዝወዓሎ ሎሚ ለይቲ ዝሓደሮ ሓይሽ። ደሓን
ከምቲ ዝበሃል ሕማም'ዩ ብሓንሳብ ዱብ ዝብለካ እምበር ጥዕና እኮ ቀስ ኢላ እያ ትመጽእ። ንሱ ድኣ ሓቅኺ እንዲኺ ግና እንታይ ግና ሄለን ሓፍተይ ባባ ቦሞይ ገብርኤላ ኣዝዩ ኣዝዩ ኣዝዩ ኣዝዩ ጉህዩ ዘሎ ኣብ ርእሲ ሕማሙ ተወሳኺ ናቲ ሓርቃን ስለ ዝተሓወሶ እዩ እምበር ቀደም ቀደም ቀደም መሓወየ ነይሩ እዋ እንተኾይኑ ዳይ ብሰንኪ ሞይ ገብርኤላ ሕማም ዝውስኽ ኣተታ ኮንኪ ትስኺ
ፈለማ ነቲ ኣብ ዓዲ ዘሎ ሓውቡ ክልተ ዓሞት ዓራት ካብ ዝሕዝ ተደኒሱ ክንሱ ጠንጢናቶ ናብዚ መፅያ ኣታ እቲ ሚእትን ክልተን ዝገበረ ሓወቦኡን ባባ ትብሎ ዘለኻ እኮ ንዓ ኣቕርብ ንዓ እውን ኣቦኣ እዩ ይኾን ኣነ እኳ ናታ ጭካነ እዩ ዝነግረኪ ዘለኹ ንዑ ምፍዋስ ኣይመሓሸን በል ክትፈልጥ ንሳ ኸኣ ናይ ኣቦይ ሕማም ዘይኮነ እርጋን እዩ ፈውሲ እርጋን ድማ ስለ ዝፈለጥክዎ ብዙሕ ኣይትሸጎሩ እያ ትብል። ምሽ ዶ እዚ ነቲ ሕማቅ ግብራ መሸፈኒ ኢላ ትገብሮ ዘላ እሳስ ከመይ ጌራ እያ ፈውሲ እርጋን ትረክብ። እንድዒ እሞ ንሳ ከምኡ እያ ትብል። ንስኺ ካልእ ትፈልጢ ፈውሲ እርጋን ክትረክብ በቃ ኣምላኽ ጌርክያ ከምኡ እንተ ትረክብ ድኣ እንታይ ኣዋርቕ ናይ ኣሞይ ደሃብ ዘቋምት ኣለዋ ክትፈልጥኻ ይትረፍ ኤርትራውያንሲ ዋላ ጸዓዱ መጺኦምሲ ሻማ ሻማ ሻማ ምበልዎ ምነጃሕት ነይሩ
ወደ በጭ ሓወይ ደመስል ወደ በጭ ሓወይ ኣታ ወደ በጭ ሓወይ ዋይ ኣትተጋግየ ይመስለኒ ንሱ ግዲ ይኮነ ዋ ኣቤል ዲኻ ተጋግየ ግዲ ሒ በል ግዲ እንታይ ኾንካ ደኣ ወሆይ ክንዲ ትብለኒሲ ሀ ትብለኒ ጸላእየ ከ ሒእ ዘይብል ጸላእ ተልዩካ ደኣ ሒእ ገዲፉ ዋላ ተሓጎ ናይ እንዳመን ጸላእ ከለካ ድዩ ኣብዛ ቤተ ክርስትያን ኣርፊደ ደኣ ሕማቕ ኣዛሪብካኒ እምበር ካብ ጸላእየ ስብዓለይ ኣለኹ ካብ ፈታውየይ ኣድሕነኒ ዲኹም ትብሉ እዞም ዓጃውስ ናይ መን ዓጃው እዚኦም እዚኦም ኣቦታትና ዶ እወ ንዓኻትክን ኣቦታትክን ንዓና ከ ኣቦ ሓጎታትና ሕራይ ድሓን ስማዕ እስኪ እታ ቆልዓ ብርእስኻ ዶ እዛንካ ጻናዕካ ኣሎ እንታይ ማለትኪ እዩ እንታይ ደኣ ኾንካ ወዶ በጭ ሓወይ ክብለካ ከለኹ ተጽቅጥ ምስማዕ ደኣ ሰሚዕክኒ እንታይ ደኣ ኾንካ መወሆይ ደይትብለኒ ቅጭ ስለ ዘምጻኽለይ ክጥምተኪ ዶ ኣለኹን ወለካ ገብርኤላ ማሰ ዲኻ ክተብለኒ ደሊኻ? በሊ! ኣታ ዘይትቕጽሎ ደኣ እንታይ ኮንካ? ስምካ ምስ ጸዋዕኩኻ እንታይ ግልጽ ኣበለካ? ካብ ቅድሜኻ ዝጽብቕ ድሕሬኻ ፈላሊኻ ዘይትፈልጥ ፈታዊኻ ጸላኢኻ ብሓቁ እባ እዩ ዝደበጭ ጻዕዳ ጠበቕ ክብለካ። ግደፍ! ግደፍ! ነኒ ዝረኣኻዮ ኣይትነቕንቕ ርእስኻ ንዓኻ እውን ከም ትጠብቕ ሓንቲ እምኒ እያ ትኣኽለካ። ግያ ግደፍና እስከ! እቲ ማሰ ከኣ መፈራርሒ ትግበርዮ።

ሕራይ ናይ ኣቦኣስ ባዕላ ትፈልጥ ናብ ባባኻ ሓንሳእ ምስ መፀት ተመሊሳቶ ድያ ቀደም ግን ህድመይ ፈሪስንባ ሎም ዘበን ክረምቲ ውል ሓንቲ እኽሊ እተኾን እንዳበለት ሓጉዝኒ ክትብል ግን እግራ ክሳብ ዝነቅዕ ንገዛናን ንስራሕ ባባን ትመላለስ እያ ነራ
ንሳ ሓኪም ዳ ዓሰርተ ግዜ ክትመላለሶ ኣትቕርብ ብሓሳቢ ዋላ ሓጉ ማለት እኮ ሓፍቲ ማለት እያ ንስኺ እንታይ ደኺ ንመዓልቲ ሰለስተ ግዜ ትመላለስ ዘለ በጃ ከድናካ ደሞ ጎ ውላድን ሓውን ዘሎ ፍልይ ይፍለጦ ደሓር ከዓ ሞይ ደሃብ ማዕሩ እያ ትብፅሓ እሞ ብማዕረ ደይ ትሪኦም ናብኣ ከይዳ እኮ እያ ተኸቲታ ዘላ። ሮቤል ነዚ ኣዛዊሩ ንክትርእየሉ ዝተዋሃበካ ክሳብካ ተጠቀመሉ ሓራይ ዶ? ኣሞይ ደሃብ ድማ ልዕሊ ባባ እዩ ተጸሊእዋ ዘሎ ብካልኣይ ነገር ድማ ንባባ ንሕና ደቁ ስለ ዘለናዮ ተተበራሪና ንከራኸረሉ ኣለና ነሞይ ደሃብስ መን እዩ ዘለዋ መን ኣለዋ እስከ መልሰለይ። እንዳ እንዳ
ወ ሽጣራ ናይ ኣሞይ ገብርኤላስ ተገጢሙ ይብለኪ ኣለኹ። ኣሞይ ደሃብ ከም ገለ ክብድብድ ኢልዋ ስለ ዘሎ ከም ገለ እንተ ደኣ ኮይና ተረዲእኽኒ ኣለኺ ነቲ ተሸኒጉ ዘሎ ወርቃን ገንዘባን ክትምንድላ ስለ ዝደልክ ኣቲ ወይ ወይ እንደ ትበሊ እዚ ካልእ ካልእ ንፈልጥ ንሕና ወይ ከዓ ከም ገለ ጌራ ሓባቢላ ሓባቢላ ተረዲእኽኒ ኣለኺ ነታ ድኳን ብሽማ ክትቂራ ስለ ዝደለየት ከተፈርማ ስለ ዝደለየት ኣብኡ ምስኣ ተኸቲታ ዘላ ኣታ
ኣታ ስለምንታይ ነዚ ሰይጣናዊ ሓሳብ ትሓስብ ኢታንኪ ገብርኤላ እኮ ናባና ክትመጽእ ኮላ ተረዲእኽኒ ኣለኺ ናብ እሞይ ደሃብ ከይተላግስ ኢላ መጽያ ነይራ በሉ ይትበልዋ ኢላ ተተሸኒጋ ንዓዳ ትምለሶ ዝነበረ በዝሕ ሕጂ ግን ናብኣ ትስኽቲት ኣላ በልኪ ትፈልጥ ኣሞይ ገብርኤላ ከምዚ ምግባራ ክትምጎስ እዩ ዝግባኣ ሓራይ ኣዚ እንታይ ክትስኺ ኣዚ ከመይ ከመይ ኣነ ሰብ ይኽስኽ ኩሉ ግዜ ኣንጻሪ ሕጂ ኣነ ቀዲመ ነሞይ ገብርኤላ ንኢደያ ነይረ እንተትኾን እዚ ቀዲመ ዝተዛረብክዎ ቃላት ምተዛረብክዮ ነይሩ እንታይ ከመይ ከመይ ማለት ኩሉ ግዜ ንስኺ ኣንጻሪ ኢኺ። ኣነ ንዝነኣድክዎም ትነቕፊ፣ ኣነ ንዝጸላእክዎም ከኣ ትንእዲ ሰብ ኢኺ ስኺ። ሮቤል ኣብዚ ኩሉ ሃተውተውን ትንተናን ከ የተኸና ከለኻ ብስራሕ ጌረ ናብ ኣሞይ ደሃብ ከይደ ኔረ ኢየ። ኣሞይ ደሃብ ብጣዕሚ ኢያ ሕማቕ ዘላ። ንዕናይ ሕክምና ክንወስደኪ ተበልናያ ድማ ኣይከይድን ኢየ። ኣብዚኣ ኮይነ ኢየ ሞተይ ዝጽበ ኢላ ኣቕቢጻትና። ወይለህ!
እምበኣር ንስኻ ምስ እሙይ ገብርኤል ኣኸቲትኪ ኢኺ ዘለኺ በሉ ክልቴኹም ኮንኩም ነቲ ጉሩሽ ሰማቕሎ ኢኽን ዝሞታ ኢኽን በቃ ኣታ ኣቶ እምርኻ ስሓዮ ንሕና ብዛዕባ ህይወት ኣሞና ደኣ እምበር ከማኻ ብዛዕባ ገንዘብ ንሓስብ ከይመስለካ ደሓን ባባ ከዓ ንዓና ንኣምላኹን ሒዙ ክሓዊ እዩ ኣምላኽ ድማ ንኹሉ ብማዕረ ስለ ዝርኢ ኣሞይ ደሃብ ድማ ንኣምላኽ ነሞይ ገብርኤላ ንዓይ ሒዛ ሓንቲ ትኸውን ኢና ክትፈልጥ ምሽ እወ ባህድ ኣለና እወ ኣለና እወ ኣይ ታኺድ ሶ ኢልካ በጃኻ። ክንረይ ኢና ከኣ። ኣታ እዚ ወደይ ብሓደ ኣለና ከኣ እብለኪ ኣለኹ ብሓደ ኣለና ከምኡ ከኣ በልያ።
ግደፊ ገብርኤላ ከይተዛርቢ ንናይ ልበይ ካብቲ ናትኪ ግን ይኸፍእ እቲ ናተይ ባባስ ከምዚኣ እዩ ዝፍደይ ትብልዮ ዶ ይነበርኪ ንየማነይቲ ዓይነይ ኣሻብ ደኣ ቀይርክዮ በሞይ እዋይ ሰብ ሕሱም ሰብ ተቐያራይ ብወርቅን ብጨርቅን ተጠባራይ ደሓን

ባባ ሆስፒታል ኣትዩ ሓንቲ መዓልቲ ጥራይ መጺኺ ካልኣይ መዓልቲ ከይደገምክዮ ንሞይ ደሃብ ግና ኣብ ገዝኣ ከይድኪ ምሕብሓብን ምክንኻንን ሓሊፉኪ እንዳ መድሃኒኣለም መጺኺ ከማን ትጽልይላ ኣለኺ ባባ እኮ ሰሓጊ ዘሎ እጽልየላ እወ እጽልየላ ደሃብ ውጽዕቲ ውላድ ኮነ ሰብኣይ ዘይብላ ኣታ ኣታ ቁሩብከ ኣይትፈርሑን ዲኹም ደበጭ ሓወይ ደኣ ሻሕሻሕሻሕሻሕ ኢሉ እንድዩ ፈርዩ ብበዓልቲ ቤቱን ብደቁን እናተኣልየስ ነታ ደሃብ ሓብቲ ውጽዕቲ ውላድ የብላ ሓድጊ ብላ ንዓኣ ገዲፈስ ንዕኡ ክኣሊ ክመጽእ ዋእ ንደቦጭ ከኣ ፈውሲ ሞት ታይ ምዃኑ ከኣ ነጊረዮ እየ። ውይ እሞ ዘይሰምዖ ዘይብለይ እሞ ዘይሰምዖ ዘይብለይ።

ናይ እሞይ ደሃብ ንብረታ ገንዘባ ትካላ እንዲኺ ክትወርሲ ደሊኺ የለን ኣይትሕለምዮ ኣይትሕሰብዮ ቅንዲ ኣሕዋት ኣለውዋ ንስኺ ግና ጓል ሓወቦኣ ኢኺ ትብፅሕያ ኣየጫነውኽን ድማ እዮም እንኳዕ ዋይ መይተ እታ እሞ ኣይትፈልጡንን ኢኹም ንዓይ ንገብርኤላ ብባሕርን ብምድርን ሃብታም ብኹላ ዋላ በእምሮ መወዳድርቲ ዘይብላ ኣፍኩም ሃህ ከተብሉ እታ ከም ጋብላ ናባይ እንደ ትሰደዳ እዛ ክትወርስ ትጽበ ዘላ ዋላ ናተይ ወሲኻ ክምጥወላ እታ ናተይ ወሲኻ ክምጥወላ እዛ ጓል ሓወቦይስ ብህየታ ከላ ክትወርስዋ

ዋይ ኣንታ መድሃኒኣለም ኣንታ መድሃኒኣለም ነዛ ውላድ ኮነ ሓድጊ ዘይሃብካያ ድሃብ ሓውተይ እባ ምሕረትካ ኣውርደላ ነቲ ደበጭ እውን እንተኾነ ምስ ኣለኩሞ እዋይ እዋይ እዋይ ሰቢሎሞ እዋይ ሰቢሎሞ እዋይ ሰቢሎሞ እዋይ ሰቢሎሞ
መጽሓፍ ሰማይ ፈረሰ ንዛንታ ህይወት ሰለስተ ሽሕ ካብ ስደትን ካብ ኩሉ ኩርናዓት ናይ ኤርትራን ዝተሰለፉ መንእሰያትን ተምሃሮ ቤት ትምህርቲ ሰውራን ኣባላትን ኣተክሮ ጌራ ንምስሊ ክፍላተ ታዕሊም ዓራግን ግልዕን ዘካተተ መሳጢ ዛንታ ዝሓቖፈት ታሪኻዊት መጽሓፍ ንዓኻትኩም ንክቡራት ኣንበብትና ጆባእ ንብለኩም። መጽሓፍ ሰማይ ፈረሰ ነቲ ክትኣምኖ ዘጸግም ምስ ሕጽረታት መግቢ፣ ማይ፣ ክዳንን ሕክምናን እናተቓለስካ ኣብ ትሕቲ ሰርብን ነጎዳን ኲናት ኮንካ ንዝካየድ ዝነበረ መስርሕ ምምሃርን ምስትምሃርን ንዝነበሮ ዝተሓላለኸን ፈታንን ህይወት ንምስጋሩ ዝነበረ ብልሕን ተወፋይነትን ኣባላት ህዝባዊ ግንባር ብመሳጢ መልክዑ ሒዛ ቀሪባትልኩም ኣላ መጽሓፍ ሰማይ ፈረሰ። መዓስ እዚ ጥራይ መጽሓፍ ሰማይ ፈረሰ ጥርዚ ንዝበጽሐ መሳጢ ፍቕራዊ ዛንታ ኣንጻር ጾታ ተምሃሮ ቤት ትምህርቲ ሰውራን መስገደላቱን ከምኡውን ዛንታ ተወጊኡ ኣብ በዓቲ ተሓቢኡ ዝተረፈ ተጋዳላይ ኣባል ስለያ ዕባይ ቤት ትምህርቲ ሰውራን ንምድሓኑ ዓቢ ተራ ዝተጻወተ ሰብ ዝለመደ ኤርትራዊ ኢራ ከም ፖስተኛ ኮይኑ ከገልግል እተርኢ ንልቢ ኣንጠልጣሊ ዛንታ ዝሓቖፈት ገለ ካብቲ ዘስደምም ታሪኽ ገድሊ ህዝቢ ኤርትራ እተዘንቱ ብሽሞንዲ ዑቕባ ሚካኤል ዝተደርሰት ማራኺት መጽሓፍ እያ። መጽሓፍ ሰማይ ፈረሰ ክቡራት ኣንበብትና ጆባእ ንዓኻትኩም መጽሓፍ ሰማይ ፈረሰ ንምርካብ www ፍረጋባ ኮም ወይ ብቑጽሪ ተሌፎን

ማሚ ናዳ ናብ ቤዳ ተበጊስክና ናብ ባባኻ ናብ ደቦጫይ ብኡ ገይረ ከዓ ናብ ኣሞኻ ድሃብ ከላግስ ናብኣ ተንከስ ኢልካ ከይትኸድ ንዓ ታስስዕ ትጓል ሓወቦ ኣላ
ከም ዘለኹ ገብርኤላ እንዳ ድውላትለይ ፀኒሓ ከቢድዋ ኣሎ ሕማቕ ኣላ ኢላትኒ እዛ ሰብ እዚኣ ሽማን ሽም ባዕላን ከይተልዕልያ ባባ ሓደ ነገር እንተ ደኣ ኮይኑ ቀዳመይቲ ተሓታቲ ንሳ እያ ባባ ክመው እንተ ደኣ ኮይኑ ብሰንካ እያ ክመውት ዋይ ሕጂ ባባሲ በቃ ንሓዋሩ ክፍለየና እዩ ማለት ወይ ቅርፀት ቆልዓውካ ዘይትዛረብ መጀመርታ እዚ ካብ ኣፍካ ዝወፅእ ዘሎ ጦፍ በሎ ተካል ትምኒቱ ታኻ ሕማቕ ትምነየሉ ድሓር ከዓ ከመይ ገይራ እሳ ትቐትሎ ትማሊ ፅቡቕ ሓዲሩ ንግሆ ኢዳን እግራን ኣኪባ ክንዲ ስቕ ትብል ደው ኢላ ገለ ምስ በለቶ እኳ እዩ ከም ገለ ኮይኑ ዘሎ። መን ኢኹም ኢልካ?
ዊንታ ሓፍተይ ኮም ኢላትኒ ድሕሪ ንሳ ምድዋላሲ ትንፋስ ዓጺሮ ዕቕዕቕ ኢሉ እውይ ኣነ ሓወይ ኣንተ እንታይ ክትብል ዘለኻ እውይ ዝለጋስ ደቦጨይ እውይ ዝሩህሩህ ኣሚነይ እውይ ዝዓቃል ኪዳነይ ኣንታ እንተ ደው ኢላ እንታይ ደላቶ ዊንታ ከም ዝነገረትኒ እንተ ደኣ ኮይኑ እዚ

ብዚ ከምዚ ጌርካ ኣብዛ ኣፍልባ ጭዝ ኣቢሉ ዘተሳእካ ገና ተሲኡ እሞ እምበር ኣብ ኢደይ ዓሪፍኒ ነይሩ እያ ኢላትኒ ወያነ ሓወይ ፀላኢ ቁልዕት ይበል ወይ እዛ ዓለም እዚኣ ጥዑይ ሰብ ዘይቅንየላ ኣታ ኣታ ሮቤል ወደይ እሞ ነቲ ሓፍትኻ ከምስኡ ዲኻ ገዲፍካያ መፂኻ ምስ ባባ ሳቤል ሓወይ ዘሎ ንሰላብ ገብርኤላ ከተስምዓ ከተዋርዳ ሽንቅላጣ ከተውፅኣ ከይዳ ኣነ ከይከይድ ኢደይ ቦስ ምባል ስለ ዝቕድመኒ ሰባት ከይክዕቡና ኢለ ኣስታሕሚለ ኢደይን እግረይን ኣኪበ ናብዚ መፅእ

ሓንቲ መዓልቲ ምስ ውሳኔኻ እሂን ምሂን ኢልካ ዘይትፈልጥሲ ሕጂ ይኸይድ ኣሎ ዶ ንሓዋሩ ይፍለየኒ ኣሎ ዶ እናበልካስ ካብዚ ኣፍካ ኣውጺእካዮም ዘይትፈልጥ ቃላት ክትዛረብ ሎኽመኛ ሎኽመኛ እውን ሎኽመኛ ዛላ እንታይ ክትኾን ዘለኽ ባዕልኻ ትፈልጥ እኮ ኢለካ እየ ንወላዲኻ ኮሎ ተኽብሮ ትከናኸኖ ዘረብኡ ትሰምዖን ተሐጉሶን እምበር ኣብ ኣፍናት ምስ በጽሐ እሂ እዩይ ምባል ምስትምሳልንሲ ምስ ምንታይ ይቑጸር? ምስ እንታይ እየ ኣነ ኣነ ጥራይ መዓስ ኮይነ ዊንታን ኣቤልን ሓወይን ከማን ከምኡ እንዳበሉ እየ ገዲፈ መፅዮ ዘለኹ ነቑዞም ምቑዛ እንተበልኹ ኸ ተተቐባቢሎም ከዓ እምበር እንታይ እንዳበሉ ማለት እዩ ናታቶም እሞ ንበይኑ እዩ ኣነ ዳ ወሪድኒ ዘይብሎ ዊንታ ብምሕር ብኸያሰ ዓይና ሓቢጡ ክትኮስ በልዩ ነፍንጫ ለኪሙ ኣፍንጫ ከይተረፈ ከማን ተነፊዑ እዩ ዘሎ ወይለ መተዋሰኦ እዩ ንስኻ እንታይ ትብል? ንኹልና ከመይ ገይረ ክሕዞ? ኣንታ ሓላል፣ ኣንታ ፈቃር፣ ኣንታ ለዋህ፣ ኣንታ መዳርግቲ ኣልቦ ወዘተ ትብሎ ነይራ። እምበኣር ንዓይ ኢላትኒ ዘይትፈልጥ ቃላትሲ ወዘተ እኻ ኢላቶ። በዋዘ ገይሮም ኣዒንታ ኣድፈንዋ። ማማ ወዘተ ማለት እንታይ ምዃኑ ትፈልጥ? እንድዒ ይፈልጥኒ ንዓይ ወላ ሓንቲ መዓልቲ ኢልኩምኒ ዘይትፈልጡና ከመይ ገይረ እየ ክፈልጦ? ሓሰውቲ ምስሉያት ኣነ ዘይተባሃልኩስ ወዘተ ከኣ ተባሂሉ። ማማ ወዘተ ማለት እኳ ወዘተረፈ ንኹሉ ጽቡቕስ ንስኻ ኢኻ። እዚ ኣየሕጉሰክን? ኣታ ንዓኻ ትፈልጥ። ወረ ደጋግመለይ ድማ ንዓይ ዋላ ሓንቲ ቃል ከየትርፈት ኩሉ ጽቡቕ ጠንቂቓ ሂባቶስ ክሕጎስ ከኣ ትጽበየኒ ኣለኻ። ሕራይ እቲ ሕሉስ ሓውኻኸ እንታይ እንዳበለ ሚኒን ኢሉሉ ዋ ናቱ እሞ ንበይኑ እዩ ንበይኑ ነቲ ኩሉ እቡ ነበረ ሰብሲ በኺብኪዎ ዋ ኣተማማ ኣነ ዳ ኣቤል ሓወይ ጨካን መስለኒ ነይሩ እምበር ሩሩ ባይ ፎቕባቕ ባይ ዘይብሉ እዋይ ከበኩ ከሎ እንኳዕ ኣይትርእዮ ከደንግጸካ
ኣትሂለን ጓለይ ሓቂ እባ እዩ ዝበኺ ፋኑስ ገዛእ ክብለኪ ዋይ ወሪድኒ እንታይ ገይረ ደሓን ደሓን እዛ ሕጂ ወሪዱኒ እንታይ ገለ ትብልያ ደለኺ እኳ ቢትሮ ማክስ ተብለኪ። ከመይ ማለት? ኣንቲ ሎሚ እኮ እዚ ሰብ ኣሽንኳይ ዶ ኣመስጊንካዮ ኣይግበኣንን እዩ ክብለካ ዘዘይገበሮ ኣልዕል ኣቢሉ እዚ ተገበርኩ እዚ ተሰራሕኩ እዚ ተፈጸምኩ እናበለ ምሉእ መዓልቲ ኣነ ኣነ ክብል እዩ ዝውዕል። ሂለን ጓለይ ኣሓ ኣብ ዘይወዓልኦ ዒባ ዝኣርዩ በዚሖም እዮም። እዋእ እዚ ደኣ እሞ ነቲ ዝገበርካዮ ባዕልኻ ምፍራስ እንድዩ። እወ ሓቅኺ ከምዚኣቶም ምስ በዝሑም እዮም ደኣ እዞም ኣቦታትና ኣቦይ ፍቃዱ ባዕሎም እናኣዱ ዝብል ምስላ ዘውጽኡ። ኖኖ ወዲ ሰብ ከሞኒ ነቲ ዝኣምነሉን ቅኑዕ እዩ ዝበሎን ደኣ ክገብር ኣለዎ እምበር ሰብ ንኽንእዶ ወይ ከኣ ንኸመስግኖ ኢሉ ክገብር የብሉን። ኣቲ ንስኺ ደኣ ልባም እንዲኺ። ናይ መን ደኣ ክወስድ ናይ ኣሞታተይን ሓትነታት። ግደፊ ደኣ ሓትነታትክን ኣኮታትክንሲ ብኹድኑ ከይተልዕልዮ። ኣሞይ ሕጂ ተጋጊኺ ንኹሉ በልማሞ ኣይትንቀፊ ኣብ ኩሉ እኮ ኩሉ ኣሎ ኣብ እሞታተይን ሓወቦታተይን ዘይለባማት ክህልዉ ይኽእሉ ኣብ እኮታተይን ሓትነታተይን እውን ብዙሓት ለባማት ክህልዉ ይኽእሉ እዮም ሕጂ ረቲዕኸኒ ኣቲ ክንደይ ከምቅሪት ኣፍኪ እትወዳደቓ ቃላትክሲ ውርዙይ ዓያሹ ኣብ ክንዲ ምባልሲ ዘይለባማት ምባልኪ ጥራይ እኳ እዚ ንባዕሉ ልቦና እዩ ኣሞይ ዓሻ ዝበሃል እኮ የለን ከምቲ ኩሉ ሰብ ኣብ ኩሉ ነገር ለባም ዘይኮነ ኩሉ ድማ ኣብ ኩሉ ዓሻ ክኸውን ኣይክእልን እዩ። ከመይ ማለት?
ደሓን በቲ ዝርደእክን ምስላ ናይ ኣቦታትክን ጌረ ክነግረኪ እየ። ሀረ።
ለባም እንክጋገስ መራግእቲ ናይ ገድፍ ዝበሃል ኣሎ ምሽ? እወ በሃል እዩሞ። እሞ እዚ እንታይ ማለት ድዩ? ነቲ ለባም ንብሎ ዝነበርና ማንም ሰብ ዘይጋጎዮ ወላ እቲ ዘይለባም ዘይጋጎዮ ጌጋ ምስ ዝፍጽም እኮ እዩ። ኣቦየ ኣቦየ ኣቦየ ወርቂ ሚዛን ኣልቦ መተካእታ። ከማኻ ወላድስ ኣይተፈጥረን ኮታ ኢሉ ዘርባዕባዕ ኢሉ ክበኪ ከሎስ እውይ እኮ ከደንግጸካ። ዝኽኣል
ካብ በሃሊኡስ ደጋሚ እዩ። ሐራይ እንታይ እንዳበለ እዩ ወዮ ኢሉልኸ? ዋይ ማማ ይትረፍ ንዓይሲ ዋላ ነቶም ሓካይምሲ ክሳብ ዝብሉ እኮ እዩ ገይርዎም ዘሎ ኣንዳ ከመይ ገይሮም ክደግሞ ፈትን

ካልእ ከኣ ክውስኾ ዋይ ማማ እንታይ ትብሊ ኣለኺ ዋላ ንመልኣክ ኮሞት ከይተረፈ እኳ እዩ ብማስያ ጎጥዩ ጽባሕ መልኣክ ክብል ደኣ ንሱ እንድዩ ፓራይስክ እንታይ እንዳበለ እዩ ወየ ኢሉ ኣንታ መልኣክ ኮሞት ክንደይ ይኽፍእ ግብርኻ ንበዓል ኣሞይ ፈሪሕካዮ እንዲኻ ንባባ ረኽብካዮ ንሓደ ምሽኪን እንዲኻ ኣብ መሬት ዲኻ ክትሕድሮ ደሊኻ ኣበይ እሞ ምሳኻ ተንራኽብ ኣቡኻ ካሶትን ቴሳን ገይረ ፈናዕናዕ መበልኩኻ ዋላ ጎዞሞ ገይረ ከማን ምጨዳደድኩኻ ካራ ገይረ ብትንትንትንትን መበልኩኻ

ሕጂ መጽያ እቲ ሓቂ ኣነ ዘይኮንኩስ ንሱ ኢሉ ማለት ከኣ ምሽ ሓስቢ ዳ ትሰምዕ ከይትህሉ እምበር ኣቤል ሓወይ ከምኡ ክብል ኣይሰማዕኩ ርኤኻ ከይሰማዕካ ይሓሊፍካ እምበር ከም ዝበለስ ትጠራጠር ኣለኻ ምስ ቀልቢ ከለኺ እንታይ ሕማቑ ትሓስቢ ዘለኺ ተጽቡቑ ብሓሳብ ስቕ በላታ
ዓሕ ኣይ ኣነ ሓቁም ባይ ማበቐሺ ለከንቱ ጻማ ወከ ኤሳው ክብሉ ጻማ ይበሎ ኮንቱ ኮይኑ ተሪፉ ብሰንኩኹም ንዓኹም እኳ ነኽብረክን ንፈትወክን እኳ ኢና ንዓኹ እውን ደበልካ ድንጋጸ ድዩ ኪድ ኪድ ኪዱ ጻጻሕሉ እንካ ይ ወይማ ማታዳ መማቶ ተዓሽኪ ንዕባ ባዕላ ክንጽሑ እምቢ ኣይከይዱኒ ኣቲ ማመ መብራህቲ እንታይ ደኣ ደንጉያ እንታይ ደኣ ኣይትመጽእን እያ እኮ እዩ ዝብለና ዘሎ ከይድከ ባዕልኸ ተስፋ እባ ኮነ ንዑ ደኣ ምረኣኽዎ እቶም ኣብኡ ዘሎ ካሕዳማት ግን ክርእዮም ኣይደልን እዩ ኪዱ መርሓን ኣብጽሓሉ ማማ ትመጽእ ስለ ዘላ ተኣለዩ በሎ ድሕሪኡ ንዓይ ደውለለይ ኣቲ ማማ እንታይ ክትኾኒ ዘለኺ ናይ ኣቦን ናይ ኣደን ፍቕሪ እኳ ነናቱ ቦታ እዩ ዘሎ ናትኪ ፍትወት ሲ ምስ ማዕረ ናይ ባባ ጌርኪ ተወዳድር የለኺ ዋላ ንስኺ ተኾንኩ እውን ነቦኽን ነዴኽን በብናቶም ጌርኪ ክትፈትውዮም ኔርኪ ኪድ እኮ ብለካ ኣለኹ ኪድ ኪድ ኪድ ኪድ ብለካ ኣለኹ እንታይ እዩ ዝኾን ዘለኹ ዋ ቆልዓ ኮይነስ ክቐንዕ ተፈተውዎ ሳቦኦም እንድዩ ሮቤል ሮቤል ሮቤል ንዓ ደቡጭያ ይተሓዘለይ ኣበዚ ወደይ ባዕለይ ክኸይደ እማማ ተጣዒስኪ እዎ ተጣዒሰ ክበል ኣነ ከዓ ንእሸይ ከዓ ሃራኪት
ሕራይ ቀጽል እስኪ። ዓሻ ጎራሕ እውን ይብሉ እዮም። እብልወ።
እዞም ኣባህላታት እኮ እቶም ለባማት ንብሎም ሓደ ሓደ ግዜ መራገጽ ዘይገድፍ ጌጋ ክጋገዩ ከለዉ እቶም ዓያሹ ንብሎም ድማ ልዕሊ እቶም ለባማት ንብሎም ጎሪሖም ክጸንሑ ከለዉ እዩ። ኣቤት ልቦና! ኣየ ልቦና! ኣቲ ሂለን ጓለይ ናይዞም ኩሎም ኣሕዋትኪ ልቦናሲ ንበይንኺ ግፍጥ ኣቢልኪ ወሲድክዮ ኣቲ ኣቲ ሂለነይ ክንደይ ትሓስመው ኣለኸ ክንዲዚኣ ጭርም ጭርም ጭርም ኣቢልኪ ደይትመቕልዮም ጓለይ ኣሞይ ሕጂ ውን ኣይትጋገዪ ኣነ ውን እኮ ሓንሳብ ሓንሳብ ብስምዒት ወይ ድማ ሓሪቐ ክዛረብ ከለኹ ይዛረቡንን ይምዕዱንን እዮም ዋይ ንርእሶም ምሓሾም ዋ ስምዒ እስኪ ርሑቕ ካይከድኪ ነዛ ውሉድ ኮነ ሓድጊ ዘይብላ ደሃብ ሓብተይ እንተኣለኹዋ ደይኮኑን ን መሻራዊት ስስዕቲ ጉንፍቲ ዝብል ቅጽል ስም ኣውጺኦምለይ ዶ ኣለው። ዳሕ ዳሓን ኣሞይ ማዓረይ ስለ ዘይተረድኦም እኮ እዩ ዳሓር ድማ ፈውሲ እርጋንን ሞትን ፈልጥ ኢልኪ ንባባን ነቦኽን ስለ ዝተዛረብክዮም እዮም ሓሪቆም ተቆጢዖም። እሞ ሕጅስ ሓቀይ እንድየ። እሞ እንታይ ማለትኪ ምዃኑ እኮ ንኹላትና ኣይነገርክናን። ነንዝምልከቶ ሰብ ነጊረዮ ኣለኹ። ን ኣቦይ እርጋን ስለ ዝኾነ እህህ ዒሕ ኣይትበል ፈውሲ እርጋን እዚ'ዩ ምስ በልክዎ ብድድ ኢሉ። ነቦኺ ድማ ኣይትቃናዞ ኣይተስተማስል ክመውት'የ ኢልካ ኣይትርዓድ ፈውሲ ሞት እዚ'ዩ ኢለዮ ዋይ። እሞ መጀመርታ ኩላቶም ኣሕዋተይ ሕጂ ድማ ማማ እዚኣ መን ስለ ዝኾነት'ያ ፈውሲ እርጋንን ሞትን ትፈልጥ እንታይ ኮን'የ ኢለ'ያ ምስ ኣምላኽ ተመጣጢረ ተዘይተሰራዕኩ ኢላ ትዛረብ ዘላ ኣብሉ'ለዉ። ወይለይ!
ገብሪኤላ እንተምፅኦኮ ኣብዛ ቅድመይ ጠጠው ክብል ዝኽእል ሰብ ዋላ ሓደ የለን ኣብ ግንባረይ ዝውቃዕ ዕጥቕቲ ሰበይቲ እየ እ ኪዲ እሞ ደሓን ሕጂ ሕለፊ ሕለፊ እሞ ከርክበኪ እየ ኣብኣ መፅየ ከዓ ኩላ ትሓኪ ግልፅልፅልፅልፅ ከብለሎም እየ ሐራይ ፅቡቕ ግና ንኽተረድኢ ኢልኪ እምበሪ ንኽትበኣሲ ኢልኪ ክትመፂ የብልክን እንታይ መፂኒ እየ ክበኣስ ኢለ ዝኸይድ በኣይ እሞ ባእሲ ፍፁም ከምዘይብገስ ኣርጊጸ ከረጋግጸልክ እፈቱ። እንተ ብኣኣቶም ተበጊሻ ግን፣ ገብርኤል ኣቃባጢረን ኣስተማሲለን ዝሓድር ከም ዘይኮንኩ ኣጥዕየ ክገልጸሎም እየ። ደሓን ምጽሞኒ፣ ኣነ ድማ ተሃዳዲኤም ክጸንሕ እየ። እወ እዛ ጓለይ፣ ኪዲ ሕለፍሞኒ፣ ኪዲ እሞ ሕለፊ፣ ንኣዴኺ ራሕማ፣ ጎረቤት ኣሞኺ ደሃብ። እዎ እወ ነዳነኺ ሓንሳእ ኣጽንሓለይ ኣብዛ ቀረባ ብጽሕ ኢለ ክመጽእ ኢለይን ክመጽእ ኪዲ ብጽሕ፣ ሃር፣ ከርክበኪ ሃር፣ እዛ ጓል ሃር፣ ሃር፣ ኪዲ እዛ ቻው። ጓል ሰላም እተው እዛ ጓል
ዘሕጉስ ብስራት ነንበብቲ መጽሓፍ ኣብ ሓቀኛ ዛንታ ዝተመርኮሰት ሓዳስ መጽሓፍ ከይትነግርዋ ኣባ ነደይ ዛንታ ናይታ ብሰንኪ ጌጋኣ ንውላዳ ብዘይ ኣቦነት ክነብር ዝፈረደት መንእሰይ ባና ሃይለን መሳጢ ዛንታኣን። ኣመሪካ ንምእታው ክብል እየ ኣብ ሓደ እዋን ምስ ክልተ ወዳት ዝዘውር ነይረ ሕጂ ከቢድኒ ዘሎ ግን ውላደይ ኣቡኡ መን ምዃኑ ንምፍላጥ እዩ። ናይቲ ንዓሰርተ ሓሙሽተ ዓመታት ተሓቢኡ ዝነበረ ቢግ ሚስጢር ከ መወዳእትኡ ብኸመይ ተፈቲሑ? መኣስ ጥራይ? ኣስቴር ክልተ ደቃ ስለምንታይ ብመንግስቲ ሽወደን ተወሲዶምን? ኣገራሚ ዛንታኣን። ደቀይ ብመንግስቲ ሽወደን ዝተወሰድሉ ምኽንያት ብሰንኪ ቦምብ እዩ። ሰሓብን ኣንጠልጣልን ብዝኾነ ኣገባብ ተጻሒፉ ኣብ መጽሓፍ ከይትነግርዋ ኣባ ነደይ ክትረኽብዎ ኢኹም። ዛንታ ናይቲ ኣብ ልዕሊ በዓልቲ ቤቱን ኣደ ክልተ ደቁን ከቢድ ገበን ዝፈጸመን ድሕሪ'ቲ ፍጻሜ ዘውጽኦ ምስጢርን ኣብ መጽሓፍ ከይትነግሩ ኣባ ነደይ ንመጽሓፍ ኣብ ሊብያ'የ ጠኒሰ ዘንበብኩም ኣንበብቲ ከተንብብዋ እትግባእ መጽሓፍ'ያ በቲ ቅድሚ ሕጂ ተመርዓወኒ እባ ዛንታ ሄለን ኣብ ሊብያ'የ ጠኒሰን ካልእ መሃሪ ጽሑፋትን ብምቕራብ እንፈልጦ ጸጋብርሃን ጎይትኦም ተደሪሳ ናብ መላእ ዓለም ተዘርጊሓትልኩም ኣላ። ነዛ መጽሓፍ ንምውናን ብቐጥታ ካብዚ ዝስዕብ ዌብሳይትና ምእዛዝ ይከኣል ወይ'ውን በዚ ቁጽሪ ስልኪ ተወከሱ። ኣብ ሓቀኛ ዛንታ ዝተመርኮሰት መጽሓፍ ከይትነግርዋ እባ ነደይ።
ማሚ ኣታ ሕሉስ ዝተዛረቦ ዘይደግም ሕልኩስ ሕልኩስ እውን ሕልኩስ
ዋ ኣነ እሞ እዚ ኩሉ ፀርፍስ ንዓይ ገለገለ ኢኻ እባ ንካልኦት ዓድልዮም ኣታ ኣነ ዕሕጭጭ እየ ኣለኹ

ደበጨይ እንታይ ኮይኑ ከም ገለ ዝኸውን ዘንፈጥፍጥ ዋ እብለክ እንደ ዘለኹ ወላ ንዊንታ ሓፍቲ እንድሕተት እያ ነታ ተሌፎን ቻው ኢሉ ክዓፅዋን ከም ፈጥፍጥን ሓንቲ እያ ኮይና ገለስ ኢላቶላ እንታይ ግድኺ ገለስ ኢላቶላ ሽዑ ድማ ንስኻትኩም ብድሕሪኻ ስለ ዘይጥዕመና ተማልኣና ዘስምዕ ምልቅስ ኣልቂስኩምል ማለት ድዩ እኳ በዛ ወገነይ ተማልኣና እኳ ተዘይበልኩ ግናስ ማማ እቲ መልቀስ ናይ ልበይ ግዲ ኮይኑስ እዛ ኩላ ሰብ ብድሕሪ እኮ እያ ቀፂላ ወላ እቶም ሓካይምሲ ፊቕ ፊቕ ፊቕ ፊቕ ኢሎምሲ ኣይንኹንኹም እሞ ድሕሬኻ ሰብ ኣይንኸውንን ኢና ኢልካ ምልቃሲ ብተዘዋዋሪ መገዲ ንዓይ ምፅራፍ ኣይኮነን ኣይኮነን ማማ ኣብ ልዕሌኺ ዘለና ፍቕርን ክብርን ከኣ እባ ተረድዮ ጠፊእኪ ማለት ድዩ ሕጂ ለመጭመጭ ኣይትበለለይ እስከ ኣነ እንተዝሓምምሲ እንታይ ኢልካ መልቀስካለይ ዋ ፀላኢ ክሕምም ግን ጥል ዘይብል ንስኺስ እባ ኣይትሕመምና ብድሕሬኺ ድኣ እንታይ ክንከውን ፋሕ ጭንግራሕ ክኣትወና መን ከ ክእክበና። ከምታ ነቦኻ ጌርካ ዘልቀስካሉ ኣልቅሰለይ ወየ ወየ ወየ በለለይ ሃየ ጽን ኢለ ክሰምዕ እየ። እሞ ሕጅስ ናይ ብሓቂ ዲኺ ክልቅስ ደሊኽኒ? እወ ናይ ብሓቅኻ ዘርባዕባዕባዕባዕ እንዳልካ ነዘን ንብዓትካ ክዕው ክዑ ኣብለለይ ራ እዚ ቀሊል ግና ኣነ ናይ ብሓቂ ከልቅስ እንተ ደኣ ኮይነ ንስኺ ከ ከምታ ባባ ዘለዋ ናይ ብሓቂ ሕመም እዩ ከመይ ገይረ ክሓምም ኣነ ከ ደኣ ከመይ ገይረ ናይ ብሓቂ ከልቅሰልኪ ግና ንሕና እ፣ ንሰባት ከነጥዒና ዘይንኽእል እምበር ከንሕምም ኖርማል ኖርማል እብለኪ ኣለኹ ተመኩሮ ከ ኣሎ እንዲ ማዘር ሕጂ ንዓይ ከመይ ገይርካ ክትሕመኒ ጥራይ ፈርምለይ እምበር ተመኩሮ ከኣ ስለ ዘሎ ኣይትሸገሪ ኣብ ክሳድ ከመይ ጌርካ ትዓጾ ጽቡቅ ጌረ እየ ዝኽእል እንታይ ትዓጽ ማለት ከ ኢኻ ማዕጾ ከመይ ጌርካ ትርግጦ ሰማም ጌረ እየ ዝኽእሎ እብለክ ኣለኹ ናይ እንታይ ማዕጾ ትዓጽ ማለት ከ ኢኻ ኣቲ ማማታ ተኽርብ ናይ ጎሮሮ ማዕጾ ምሽ ማጅራት ኣላ ቃዕ ተብላ ዋ እሞ ሕጂ ንዓይ ነዴኻ ዝጎረረ ዓጺኻ ክትቀትለኒ ማለትካ ድዩ እ
ሃሊሉ ዝመጸካ ታይኻሞ ኣኽቢድካ ጸዓኖ ዝበሃል ባዕልካ ትፈልጥ ርኹስ ኣነ እኳ እሞ ኣሕምመኒ እምበር ቅተለኒ ዶ ኢለካ እየ። ጥዑይ ድዩ?
እዋ ኣቲ ማማ ኣብ መስርሕ ብጁዶ ተሃራራም ገለ ገለ ሙላቕ ሞት የጋጥም እንዲ ስለዚ እንተ ፈሪምክለይ ግና ወላ ሓጂ ንግበራ እባ ከኣ ከይብለኪ ኣታ ኣነ ይላገጽ የለኹን ከምዛ ሓመምኩ ሓሲብካ ከም ናይ ኣቦኻ ኣልቅሰለይ እሞ ሽዑ ምስ ናይ ኣቦኻ ከናጻጽረ ንደሊ ኣለኹ። ኣራ ክንደየናይ ኣብ ሙድ ከይንኣቱ ደኣ እምበር ንፍትን ዳሓን ብዛዕባ ኣቦኻ እንዳሓሰብካ ንዓይ ኣልቅሰለይ። ማማየ ማማየ ማማየ ማማየ ሓንሳብ
ኣነ እኮ ኣልቅሰለይ እምበር ማማየ ጽሞቕለይ ስዋ የበለለይ የበልኩኻን። ሓንሳብ እባ ምሕስብና ዳሓር ከኣስ እታ ማ- ማማየ ማማየ ኢ- ኢለ ዝመጣ ዘለኹ እኮ መሕሰብን መእከቢ ንብዓት ነው። እንታይ ከመይ ደኣ ነው ብኻ ከምዛ ማይ ንሓሰብ ሓንሳብ ጀረብረብረብረብ ኢልካ ዝነባዕካሉ ወረ ንመልኣ ኮመት እናፀረፍካ ከይተርፈ ኢኻ ወየልካሉ ሰሚዐ ስለዚ ከምታ ንቦኻ ጌርካ ዘልቀስካሉ ብሂወት ከሎ እንዲኻ ኣልቅስካሉ ንዓይ ከዓ ብሂወተይ ከለኹ ዳሓር ስለ ዘይሰምዖ መን ኣምሪሩ ኣልቂሱ ፍቕሩ ገሊፅለይ ክፈልጥ ደሎ
ኣንቲ ባባ ደኣ ኣብ ገለ ዓይነት ሙድ ናይ መልቀስ እኮ እዩ እትኒ ግና ናይ መርኣኮ ሞት ካብ ዘዘከርክኒ ሓዝ በለ ሒዘ ኣለኹ ቀፅል ንሕዋትካ እውን ከምኣ ገይረ ክውጥሮም እዩ ሕዝ ወጥር እዩ እም፣ ሃየ ኩሉ ግዜ ኣብ ፈተና ኣይተእትወና እንዳበልና ኢና ጸሎት ንገብር ኣብ ፈተና ካብ እእተኽና ግን ድሓ ንቕጸል ፈትን መልኣከ ሞት ስግንጢር በዓል ዕዮ መልኣከ ሞት ስግንጢር በዓል ዕዮ ንማማ ደቂስካ ንባባ ክህልዮ ነዚ ሕማምሲ ብሰበይ ሰብካ ጌርካዮ በጃኻ እባ እዚ ናይ ባባ ኣብ ልዕሊ ማማ ደርብዮ እንታይ ደሓር ወላ ንመሃለል ብዝግዮ በጃኻ ናይ ዝኾነ ሰብ ኣውያት ኣይተስምዓዮ እንታይ ኣይተስምዓዮ እንታይ እንታይ ክትብል ዘለኻ እወ ንሳ እያ ዘላ ኣብ ልበይ ባዕልኺ እኳ ነዛ ትፍትውያ ነብስኺ ሕማቕ እንዳተመነኽላስ ኣነ ድኣ እንታይ ክብላ ምኽውስኽ። ይኣኽለካ!
ዝበልካዮ ከማን ሕርቐኒ ኣሎ ተመሊስካ ትጉሽተተይ በሎ። ኣእ!
መልኣከ ሞት እሞ ዋዛ ዘይፈልጥ ካብዛ ኣፍካ ከተውጽኣን ቆብ ኣቢሉ እዚ መፍቶተይ ክብለካን ሓንቲ እያ ትኸውን።
እንታይ ደኣ ደሓን ዲኹም? ደሓን ኢና
ብዝሕ ኢልና እምበር ሰክት ብዛዕባ እዚ ናይ ቅልጡፍ ለውጢ ናይ ጥዕና ናይ ባባሲ ብኸምኡ ኢና ሓላል ንፀንሕ እወ ሓቅኻ እንዲኻ ኣቲ ማማ ርኢኺ ዶ ኣነ ብስራሕ ገይረ ናብኡ ኮይደ ነይረሲ ወላ እቶም ሓኻይም ከይተርፎ እኮ እዮም ብቕልጡፍ ለውጢ ናቱ ተገሪሞም ይትረፍ ንሳቶም ዋላ ኣነ ተገሪመ በቃ ልሓን ሕጂ ኣሞይ ገብርኤላ ከዓ ቆፂረ ኣለኹ ክትመፅእ እንድያ ኣሞይ ገብርኤላስ ክትመፅ እያ ናብዚ ስለዚ እቲ ዝደለኹሞ ቀስ ብቐስ ደኣ እምበር ብቆይቂ ዝኾነ ነገር ከይትሓትዋ እዚ እሞ ዘይከውን እዩ ኣይከውን እዩ ይብለክለና ኣይከውን እዩ እዛ ሰብ እዚኣ ምስ እሞይ ደሃብ እንተ ወጊና ኣብዚ ገዛ ክትኣቱ ኣይፍቀደላን እዩ እብለኪ ኣለኹ። ውይ ኣታ ንስኻ እኮ መንእሰይ ኢኻ ከምኡ ትብል ዝግባእ ማማ እዩ ሓራይ ደሓን ከኣ ንስኻስ ኣብ ክንዲ ብልዝብ ብኢሂን ሚሂን ትኣምንሲ ሓዊ ክትኣጉድ ኣንቲ የላ ሓፍተይ ዋ ባባ እኮ ሰላ እቶም ሓካይም እዩ ሓዊ እምበር ኣንቲ እዚኣ እኮ ንሞት እኮ ኣሕሊፋ ሂባቶ ነይራ ንሞት እኮ ኣሕሊፋ ሂባቶ እወ ኣነ ሓወይ ገብርኤላስ ትገብር እያ እምበኣር ነዚ ቅጭን ኣሚነይ ከተስእነኒ እያ ኣንጊሃ ካብ ዓዳ ገስጊሳ መፅእ ማማ ኣይትጋገይ ወላ እኳ እታ ደው ኢላ ዝተዛረበቶ ኣይንገረኒ ደኣ እምበር ባባ ብሳላ ገብርኤላ ሓፍተየ ጥዕናይ ናብ ንቡር ተመሊሰ ይብላ ንሱ ናተ ክብለኪ ናብ ሞት ዝኸይድ ዘሎ ሰብ እኮ እታ ህሞት ስለ ትሓፅሮ እዩ እምበር ንነብሱ ቀፂዑ እኳ እዩ ዝነብር

ፕሮፌሰር ገብሪኤላ እስኪ በሊ ቀፅልልና ክንሰምዓኪ። ደሓን ደሓን ኣሞይ ደሓን ማማ ስቕ እሞ በሊ ሕጂ ካብ ከምዚ ኩሉ ንብሲ ከመይ ጌራ ከም ዝፈወሰቶ ስደይ ንሓቶ እንታይ ጸገም ኣለዎ? ኣሊ ዋይ ጻዕዳ ዓይነይ ከይግልበጥ ምስ ኩሎም ስድራ ቤተይ። ኣታ ንዓስከ እንተኾንካ ደኣ ኣቲኻ ትምለስ።
ሕማቅ ስለ ዝተፈደና ብ ሕማቅ ከይንዛረብ ኢልና። መን ኢኻ እቲ ሕማቅ ዝፈደየካ? ኦኬ ብጣዕሚ ጽቡቅ ጽቡቅ ሰራቂ ሞባ ባዕሉ ይለፋለፍ እንድዩ ዝበሃል እ ንስኺ ንባባ ምስ ደወልኩሉ ሸተት ኢሉ ሞሊቕና ጠፊእና ደይኮነን ነይሩ ሮቤል ንባባ ጥራይ ኣይኮነትን ኣሞይ ገብርኤላ ወላ ነቲ ኣባሓጎና ዝብጽሓና ኣቦኣ ከይተረፈ ሓሚመ ጸሚመ ተቐንዘዮዶ እህህዶ መርገም እንዳብዝሐ ምስ ኣጨንቖም ኣብዛ እዝኑ ቅርብ ኢላ ገለ ነገር ሕሹኽ ምስ በለቶ ካብኣ ንንዮው ኣስቂጡ ጠባይ ገይሩ እዩ ዝበሃል።
እወ። እወ ባባ ውን እኮ ኣብቲ መጀመርታ ደው ኢላ እሕኪ መሰ በለቶ እዩ ዝርሓጥ ኢልና ነይሩ እምበር ብድሕሪኡ ሳላ ገብርኤላ ሓውተይ እኮ እየ ድሒነ ሳላ ገብርኤላ ሓውተይ እኮ እየ ተማሒረ ክብል እኮ ተሰሚዑ ክሳብ ሕጂ ከዓ ፅቡቅ ኣሎ እወ እሞ እታ ዝበለቶ ንዓና ምንጋርስ እንታይ እዩ ትጸገም
እንታይ ጸገም ኣለዎ ሕጂ ዘይነግረኩ
ኣቦይ መዓረይ ነቲ እርጋን ሓሚመ እናበለ ጦቕ መሰበለና ኣነ ድማ ኣቦይ እዚ ሕማም ዘይኮነ እርጋን እዩ ፈውሲ እርጋን ድማ ሞት ስለ ዝኾነት ኣይትሰንብዱ ንፈጣሪኻ በጃኻ ኣቦይ መዓረይ ክብረትካ ኣይቀነስካን ከይጸያየቕካን በጃኻ ንብረትካ ኣክብ ውሰደኒ ኢልካ ጸሊ ኢለዮ። ንሞት ኣቱመይ ከመይ ዓይነት ሰብ ኢኺ ከይተሰከፍክስ ንሞት ጸሊኻ ርኸባ ኢልክዮ። ከመይ ደኣ ኢለዮ እወ ኣብዚ ዓለም ነባሪ ዶ ኣሎ ካብ እርጋን ዝኸፍእ ኸ እንታይ ኣሎ ደቀይ። ኣንበሳ እኳ ኣንበሳ እዚ እንስሳ እንታይ ድዩ ድበለ? እ፣ ኣንበሳ እንታይ ኢሉ?
መረር ዲዩ?
ኣሽንኳይ ሞትሲ እርጋን እኳ ኣላ መበሊ እኮ ካብ ሞትሲ እርጋን ትኸፍእ ማለቱ እዩ። ዋይ ነንበሳ ቀሪቡ መን ሰምዖ እዩ? ኣንታ ጽቡቕ ኣላ ሓቂ ኣላ እሞ ኣሞይ ንስኽን ኣንበሳን ልክዕ ኣለኹም ኣንበሳ እኮ ኣሪጉ እቲ ንእሽተይ ፍጥረት ዝኾነ ሃመማ ክጻወተሉ ምስ ረኣየ እዩ ኮም ኢሉ ስለዚ ሞት እኮ ተመኒኻ ዘይትረኽበላ ህሞት እኮ ኣላ ወይለይ ከምኡ ከ ኣባ ኣሎ ኢታ እወ ኣሎ ክንደይ ድያ እሞ ተኣቢዋ ቤተሰባ በጃኹም እዛ ትንፋስ ብሰላም ናብ ዋንኣ ክትዓርግሲ ኣፃልቱና ዝብሉ ሕራይ ነባሓጎይ ፈውሲ እርጋን ሞት ምዃና ምስ ሓከኽዮ ናብ ቀልቡ ተመሊሱ ኣስተሓሚሙ ባባ ከኣ ኦሮማይ ሕጅስ ሞይተ እየ ናይ መወዳእታ እየ ክብል ጸኒሑ ደዊልኪ እንታይ ስለ ዝበልክዮ እዩ መጀመርታ ቅጥቅጥ ደሓር ከኣ ቅጥ ዝበለ ንደበጭ ሓወይ ድማ ይሂሞ ንባባ ፈውሱ ሞት
ውላድ ስለ ዝኾነ ቀጥ በል ወይ ልኣ ድኣ እታ ዋይ ንውላድ ድኣ ጽባሕ ኣርክበሉ ድሕሪ ጽባሕ ኣርክበሉ እንዳበለት ዕድመኣ ዘሕለፈት እሞ ሓድግ ዘይብላ ትሓልፍ ዘላ ድሃብ ሓብትኻ እምበር ንስኻ ድኣ ቦራቡር ስለ ዝወለድካ ኣጆኻ ኣይትፍራሕ ሞይታ ትብሃል ድሃብ እያ እምበር ንስኻስ ኣለኻ ኢለዮም። ፐእ እዋይ ኣሙይ ደሃብ። ኡይ ዘረባ ስለዚሲ ፈውሲ እርጋን ሞት ፈውሲ ሞት ድማ ሓድጊ ማለትኪ ኢኺ። ልክዕ!
ኣብዚ ዓለም ንዘለኣለም ዝነብር ፍጡር እኳ የለን፣ ግን ክቡር ሞት ተረካባይ ኣይኮነን። ኣታ ኣቱም ሰባት ሞት እኮ ይልመን እዩ። ወይ ኣሞይ ሓንቲ ነገር እንዲኽ ደኣ ዘኪርክኒ መምህርናስ እንታይ ይብለና ነይሩ ንመስለኩም ከብዲ ኢድኩም ሞ ራእዩ ኩላትኩም ራእዩ
ትሪእዎ ኣለኹም ራእዩ ራያ ከማማ እዚኣ ከምዚኣ ኢላ ዘላ ትሪኣ ኣለኺ ከብዲና ሲ ብዝተፈላለየ ቅርጺ ቅርጺ ኤም እዩ ዘለዎ እብለና ነይሩ ትርጉሙ ድማ ሞርታል ማለት እዩ ሞርታል ድማ እንታይ ማለት መስለኩም ወዲ ሰብ ሓላፊ መዋቲ ዘይነባሪ ምዃኑ እዩ ዝነግረና ብለና ነይሩ እዚኣ ኣዘኻኺርክኒ ሞይ መዓረይ ልዕሊ ኩሉ ከዓ ካብ ምህሮ ኣእምሮ ትብል ምስላ ኣብ ግብሪ ተርጒምክያ በሊ ንዕልተይ መዓረይ ከይተረዳኣና በዲልናኪ ኢና እሞ እቕረ በልልና። ወሓቂ ኣላ ማማ እቕረ በልልና። ዋይ ኣይትደፍኡ ኣነ ይቕረ በልልና። ኣይትደፍኡ ተስኡ እዞም ደቀይ ተስኡ ዋይ ኣቕረ በልልና። ኮፍ ደኣ በሉ እዞም ደቀይ እወ ከምቲ ፋኑስ ናይዚ ገዛ ዝበለቶ ግን ወዲ ሰብ ሞርታል ስለ ዝኾነ ሞት ድማ ልክዕ ከም ሞርታር ዱብ ከይበለቶ ከላ ክፋቀር እዩ ዘለዎ ሕነኣ ንሞት ከኣ ከለኻ ፍቅሪ ሄለን ሓፍተይ ፍቱ
ሰቢሎም ሰቢሎም ሰቢሎም ሰቢሎም